ብጎይታናን መድሓኒና የሱስ ክርስቶስ ተፈተኹም ጸጋ ጎይታና የሱስ ክርስቶስ ንዓኻትኩም ይኹን ሎማዓንቲ ዘቕርበልኩም ኣርእስቲ ብፍላይ ኣብዚ መወዳእታ ዘመን ኣነ ንስኹምን እንነብር የሱስ ክርስቶስ ክመፅእ ቀሪቡ እዩ ኩሉ ትንቢታት ይፍፀም ኣሎ እቲ ዝዓበየ ትንቢታት ናይ መጽሓፍ ቅዱስ እንዳተፈጸመ እዩ ዝኸይድ ዘሎ እሞ እስኪ ጎይታና የሱስ ክርስቶስ ክመጽእ ከሎ ኣነን ንስኹምን ከመይ ኮይንና ክንጸንሕ ይግብኣና ብመሰረት መጽሓፍ ቅዱስ ንዓይን ንዓኻትኩም ዝኾነ ኣገዳስን እዋናውን ዝኾነ መልእኽቲ ኣሎ እሞ ነዚ ዝገልጸልናን ነዚ ዘብርሃልናን ህያው መንፈስ ቅዱስ እዩ ደምን ስጋን ክገልጸልናን ከብርሃልናን ኣይክእልኒ እሞ እስኪ ሓቢርና ብጸሎት ነዚ ቅዱስ ቃሉ ንኽፈቶ ጎይታ ነበስግነካ ስለ ኩሉ ሰናይካን ስለ ትፍቕርኻን ሳህልኻን ኣብዚ መወዳእታ ዘመን እዚ በብግዜን በብሰዓቱን ትገልፀልና ስለ ዘለካ እግዚኣብሄር ነመስግነካ ኣለና ወንጌልካ ካብ ጫፍ ናብ ጫፍ ይስበኽ ኣሎ ብዙሓት ከዓ ናብታ ማሕባርካ ይጽንበሩን ብጥምቀት ምሳኻ ኪዳን ይኣትሉ እሞ ነመስግነካ ኣለና ሕጂ ከኣ እግዚኣብሄር ኣቦ ንዓና ዝኸውን ቃል ኣለካ ግለጸልና ንሰምዖ ኩሎም ከኣ በረኸትካ ስደደሎም ስለ ስም ጎይታናን መድሓኒና የሱስ ክርስቶስ ኣሜን ክቡራት ኣሕዋት ኣብዚ ናይ መጽሓፍ ቅዱስ ብዛዕባ ናይ መወዳእታ ዘመን ብዙሕ ዝገልጽ ኣሎ። ኣብዚ መወዳእታ ዘመን የሱስ ክርስቶስ ዝመጸሉ ግዜ ኣነን ንስኹምን ከመይ ኮይንና ክንነብር ከም ዝግብኣና ብዙሕ ጥቕስታት መጠንቀቕታ ሂብና ኣሎ። እቲ ዝዓበየ መጠንቀቕታ ንዓይን ንዓኻትኩምን ተዋሂብና ዘሎ ኣብዚ መወዳእታ ዘመን እዩ። ስለምንታይ ተዳ ኢልኩም ስለምንታይ ተዳ ኢልኩም ኣብ ራእይ ዮሃንስ ምዕራፍ ዓሰርተ ክልተ ዲያብሎስ ዲያብሎስ ቁሩብ ዘመን ከም ዝተረፎ ፈሊጡ ብብርቱዕ ቁጥዓ ክወርደኩም እዩ ተባሂሎም ሕጂ ንሕና ክንግምቶ ዘይንኽእል ንሕና ክንሓስቦ ዘይንኽእል ኣዝዩ ዘደንቕ ሕልኽላኻት ዝመልኦ መፈንጠራ ናይ ሰይጣን ኣብዚ መወዳእታ ዘመን እዚ እንታይ ክኸውን እዩ ክግለጽ እዩ ማለት እዩ። ስለዚ ሓደ እኳ ኣይስሕተኩም ዝብል ካብ ራእይ ዮሃንስ ዓሰርተ ክልተ ኒኖ ብዛዕባ ናይ ምስሓት ይዛረብ እዩ። ዲያብሎስ ኣሽንኳይ ንዓይ ንዓኻትኩምን ነቶም ብባህሪኦም መላእኽቲ እኳ ዝነበሩ ንምስሓት ክእለት ኣለዎ ማለት እዩ። እሞ ሓደ እኳ ኣይስሕተኩም ይበሃል። ስለዚ ከመይ ደኣ እሞ ክንነብር ይግበኣና ኣነ ንስኹምን ከመይ ክንነብር ይግበኣና እንተ ኢልና ኣብ ቀዳማይ ዮሃንስ ምዕራፍ ክልተ ፍቕዲ ዕስራን ሸሞንተን ከንብበልኩም እየ ሕጂ ድማ ሕጂ ድማ ደቀየ ንሱ ክግለጽ ከሎ ትብዓት ምእንቲ ክንረክብ ብምጽኣቱ እውን ኣብ ቅድሚኡ ከይንሓፍርሲ ብኡ እንታይ ግበሩ ንበሩ ብኡ ንበሩ ይብለና ማለት እዩ ብመን? ብየሱስ ክርስቶስ ትብዓት ምእንቲ ክንረክብ ከይንሓፍር እንታይ ንግበር? ብ ንበሩ ዝብል ቃል ኣሎ። ድሓር ኣብታ ፍቕዲ ዕስራን ትሽዓተን ከኣ ንሱ ጻድቕ ምዃኑ ትፈልጡ እንተኾንኩምሲ ጽድቂ ዝገብር ዘበለ ኩሉ ካብኡ ከም እተወልደ ፍለጡ ጽድቂ ዝገብር ዘበለ ይብልና ማለት እዩ ጽድቂ ዝገብር ዘበለ ካብኡ ከም ተወለደ ፍለጡ ሕጂ ኣብ መንጎ ውሉድ ዲያብሎስን ውሉድ ኣምላኽን እቲ ቀንዲ ፍልልዩ እንታይ እዩ እንተ ኢልና እቶም ውሉድ ዲያብሎስ ብተግባር ኣየሰንይዎን እዮም ብተግባር ኣየሰንዮን እምነት ጎይታናን መድሓኒና የሱስ ክርስቶስ ብግብሪ ዝግለጽ እዩ ስለዚ እቲ ጽድቂ ዝገብር ኢልዎ ኣሎ እቲ ጽድቂ ዝገብር ንሱ ውሉድ ኣምላኽ እዩ እሞ ብኡ ንበሩ ብመን ብየሱስ ክርስቶስ የሱስ ክርስቶስ ኣባይ ናባኻትኩም እንተ ደኣ ሃልዩ ንሰይጣን ክንስዕሮ ቀሊል እዩ ዝኸውን ማለት እዩ ደሓር ኣብቲ ቀዳማይ ዮሃንስ እዛ ብኡ ንበሩ እትብል ቃል ዓባይ ቃል እያ። ኩልንትናና ኣብኡ ክንውከል ኣለና። ራእይናን ተስፋናን ኣብኡ ክኸውን ኣለዎ። ኣብ ክእለትና፣ ኣብ ጥበብና፣ ኣብ ትምህርትና፣ ኣብ ዓቕምና፣ ኣብ ሃብትና፣ ኣብ ዝኾነ ይኹን ነገር ክንውከል የብልናን። ኩሉ ንገብሮ ዘበለካ ንክርስቶስ ክኸውን ኣለዎ፣ ንየሱስ ክርስቶስ ክኸውን ኣለዎ። ሕጂ ኣብ ቀዳማይ ዮሃንስ ምዕራፍ ክልተ ፎሊ ሽዱሽተ እንታይ ድብል ኣሎ እቲ ኣብኡ ነብር ኣለኹ ዝብል ከምቲ ንሱ ተመላለሶ ንሱ እውን ከምኡ ኮይኑ ክመላለስ ይግብኦ ኣነ ንስኹምን ነፀብራቕ ናይ ክርስቶስ ክንከውን ኣለና ከምቲ ክርስቶስ ተመላለሶ ከምኡ ክመላለስ ይግብኦ ክርስቶስ ከመይ ዝመላለስ ነይሩ እዚ እቲ ሕቶ ሕጂ ክርስቶስ ከመይ ዝመላለስ ኣነ ንመን ክጥምት የብለይ ንፓስተር ክጥምት የብለይን ንነብይ ክጥምት የብለይን ነሕዋተይ ክጥምት የብለይን ንመን ደኣ ክጥምት ኣለኒ ንየሱስ ክርስቶስ ምስ ክርስቶስ እዩ ኣነ ሕጂ እንታይ ክገብር ንሱ ከምዚ ገብር ነይሩ ኣነ ከኣ ከምዚ ክገብር ኣለኒ ጎይታ የሱስ ይእዘዝ ነይሩ ኣነ ከኣ ክእዘዝ ኣለኒ ኢለ ምስ የሱስ ክርስቶስ ደኣ ክወዳደር ኣለኒ እምበር ምስ ሰባት ክጥምት የብለይን ምስ ክርስቶስ እንድሕር ድድ ገበሮ ንሱ ክትገብር ብሓይሊ ጸጋ ኣምላኽ ተደሪኽካ ንዑ ኣብ ውሽጢ ልብኻ ኣንቢርካ ብኡ ክትመላለስ ብኡ ክትመላለስ ብመንፈስ ክትመላለስ ክትጅምር ከለኻ እስኻ ብኡ ትነብር ኣለኻ ማለት እዩ እሞ ክርስቶስ እንታይ እዩ ዝገብር ነይሩ ኣብዛ ምድሪ እዚኣ እንድሕር ኢልና ኣብ ወንጌል ዮሃንስ ምዕራፍ 15 ክንማላለስ ከለና ከምቲ ኣነ ትእዛዛት ኣቦይ ዝሓለኹ ንስኻትኩም ከኣ ከምኡ ትእዛዛተይ እንተ ሓሊኹም በዚ ደቀ መዛሙርተይ ኢኹም እሞ ምስ ክርስቶስ ምንባር ወይ ከኣ ኣብኡ ምንባር ማለት እንታይ ማለት እዩ ኣብቲ ናቱ ሓሳብ ኣብቲ ናቱ መንገዲ ምንባር ማለት እዩ ድሓር ኣብ ፊልጲ እንታይ ኢልዎም እቲ ኣብ ክርስቶስ ዝነበረ ሓሳብ ኣባኻትኩም ይሃልኹም ኢሎም ማለት ሓሳብ ክርስቶስ ክህልወና ኣሎ ሓሳብ ናይዚ ዓለም እዚ ኣይኮነን ሓሳብ ናይ ስልጣን ኣይኮነን ሓሳብ ናይ ሃብትን ዝናን ምርካብ ኣይኮነን እንታይ ደኣ ከመይ ገይረ ኣነ ንየሱስ ክርስቶስ ከኽብሮ ኣለኒ ከመይ ገይረ ንየሱስ ክርስቶስ ግሎሮፋይድ ክገብሮ ኣሎኒ እዚ እቲ ዋና ዕላማ ኣነ ንስኹምን ምንባርና እቲ ንኽብረይ ዝደኮንክዎ ዓቢ ህዝቢ ይብሎ ንኽብረይ ዝደንኮኮ ዓቢ ህዝቢ ስለዚ እቲ ኣብኡ ነብር ኣለኹ ዝበሎ ከምቲ ንሱ ዝተመላለሶ ከምኡ ክመላለስ ይግብኦ ዝበሎ ቃል እንታይ ማለት እዩ ንምትርጋሙ ወንጌል ዮሃንስ ዓሰርተ ሓሙሽተ እንከይና ፍቕዲ ዓሰርተ ከምቲ ኣነ ትእዛዛት ኣቦይ ዝሓለኹ ኣራይ ኣብ ፍቕሪ እውን ጸኒዐ ዘለኹ ከምኡ ኸ ንስኻትኩም ትእዛዛተይ እንተሓለኹም ኣብ ፍቕረይ ክትጸንዑ ኢኹም ሓጎሰይ ኣባኻትኩም ምእንቲ ክጸንዕ ሓጎስኩም ከዓ ክፍጸምሲ እዚ ነገርኩኹም ዓባይ መልእኽቲ እያ እዚኣ ዓባይ መልእኽቲ ከምቲ ኣነ ትእዛዛት ኣቦይ ዝሓለኹ ንስኻትኩም ከ ትእዛዛተይ እንተሓለኹም ኣብ ፍቕረይ እንተፀናዕኹም በዚ ደቀ መዛሙርተይ ኢኹም ሓጎሰይ ትብል ቃል ኣላ ሓጎሰይ ኣባኻትኩም ሓጎስ ናትና ኣይኮነን ሓጎስ ናይ ክርስቶስ ደስታ ናይ ክርስቶስ ሓጎሰይ እንታይ ኢልበሎ ኣባኻትኩም ምእንቲ ክፀንዕ ምእንቲ ክጸንዕ እዚ ነገርኩኹም፣ እዚ ነገርኩኹም፣ ሓጎሰይ ኣባኻትኩም ምእንቲ ክጸንዕ፣ ብሓጎሰይ እውን ክፍጸምሲ እዚ ነገርኩኹም። ጐይታ የሱስ ዝነገረና ነገር ንሱ እዩ። ከምቲ ትእዛዛቱ ናይ ኣቦ ይኸይድ ነይሩ፣ ንሕና እውን ከምቲ ትእዛዛቱ እንተድኣ ከይድና ምስኡ ፍቕሪ ኣለና ማለት እዩ። ምስኡ ስምምዕ ኣለና ማለት እዩ። ምስኡ ውህደት ኣለና ማለት እዩ። ስለዚ እቲ ጽድቂ ዝገብር ኢልዎ ዘሎ እዚ ማለት እዩ። እቲ ዓሰርተ ትእዛዛት ኣብ ከረን ሲና ዝተ በጻብዕቲ እግዚኣብሄር ተጻሕፈ ኣብ ጽላት እምኒ ሕጂ ከኣ ኣብ እብራውያን ሸሞንተ ዓሰርተ ከይድና ክንርኢ ከለና ደጊመ ምስ ቤት እስራኤል ዝኣትዎ ኪዳን እዚ እዩ፣ ንሕጋጋተይ ኣብ ልቦም ክጽሕፎ እየ፣ ንሳቶም ህዝበይ ክኾኑ እዮም፣ ኣነ ኸኣ ኣምላኾም ክኾኖም እየ ዝበሎ እሱ ኣብ ህይወትና ተግባራዊ ክኸውን ከሎ ብጽድቂ ንመላለስ ኣለና ማለት እዩ፣ ጽድቂ ንገብር ኣለና ማለት እዩ፣ ንሕና ኣይኮናን ጽድቂ ንገብር እንታይ ደኣ እቲ መንፈስ ኣምላኽ ኣባይን ኣባኻትኩምን ስለ ዘሎ፣ ንሱ'ዩ ብጽድቂ ከም ንመላለስ ዚገብረና። ኣብዚ ዘሎ ሕጂ እቲ ቐንዲ ፍልልይ፣ ኣብ መንጎ ውሉድ ድያብሎስን ኣብ መንጎ ውሉድ ኣምላኽን። እቶም ውሉድ ኣምላኽ ዚምርሕዎ እንታይ እዮም? በቲ ትእዛዛት ኣምላኽ እዮም ዚምርሑ። በቲ ፍቓድ ኣምላኽ እዮም ዚምርሑ። ኣብ ወንጌል ማቴዎስ ሸውዓተ ጎይታይ ጎይታይ ዝብለኒ መንግስተ ሰማያት ኣይኣቱን ፍቓድ ኣቦይ ዝገብር ደኣ እምበር ጎይታይ ጎይታይ ዝብለኒ መንግስተ ሰማያት ኣይኣቱን ኢልዎ ኣሎ ስለዚ ኣብዚ መወዳእታ ዘበን የሱስ የሱስ ምባል ጥራሕ ኣይኮነን መንግስተ ሰማያት ዘእትወና ማለት እዩ የሱስ ኣባይ ናባኻትኩም እንተዳ ሃልዩ ብፅድቂ ክንመላለስ እዩ ዝገብረና እቲ ፅድቂ ዝገብር ንሱ ውሉድ ኣምላኽ እዩ የሱስ ጽድቀይ እዩ፣ ኣነ ድሒነ፣ ኣነ ጸዲቐ ኢልካ ምዝራብ ወይ ከኣ ምእዋጅ ጥራሕ ማለት ኣይኰነን። ጽድቂ ክርስቶስ ኣባይን ኣባኻትኩምን ክግለጽ ኣለዎ፣ ክረኣ ኣለዎ። ጽድቂ ክርስቶስ ይርኤ እዩ፣ ኣባይን ኣባኻትኩምን ብግብሪ ዝግለጽ እዩ። ብዘይ ብኣይ ሓንቲ እኳ ክትገብሩ ኣይትኽእሉን ኢኹም ብለና። ኣብ ቀዳማይ ዮሃንስ ምዕራፍ ሰለስተ ክንርኢ ከለና ኣብ መንጎ ውሉድ ኣምላኽን ኣብ መንጎ ውሉድ ዲያብሎስን እቲ ቀንዲ ፍልልይ ዘለዎ እንታይ እንተ ኢልኩም እቶም ውሉድ ዲያብሎስ ሓጢኣት ይገብሩ እዮም። ሓጢኣት ይገብሩ እዮም ቧእ ንሕና ሕጊ ክንሕሉ ኣይንኽእል ኢናን ብእምነት ኢና ድሒንና እንዳበሉ ኣገልገልቲ ሓጢኣት ይኾኑ ማለት እዩ ክርስቶስ ዶ ኣገልጋሊ ሓጢኣት እዩ ኢሉ ሃዋርያ ጳውሎስ ያእ ኣይፋሉን ይብል ማለት እዩ ክርስቶስ ኣገልጋሊ ሓጢኣት ኣይኮነን ክርስቶስ ምስ ሓጢኣት ርክብ ዝበሃል የብሉን ክርስቶስ ምስ ምፍራስ ሕጊ ዝበሃል ርክብ ዝበሃል የብሉን ንሱ የሱስ ክርስቶስ ከምቲ ንሱ ዝገብሮ ዝነበረ ክገብር ዝህቅን ወይ ከዓ ዝሓስብ መንፈስ ቅዱስ ይድግፎ እዩ መንፈስ ቅዱስ ንመን ይድግፎ እንተ ኢልና ነቶም ብፍቓዱ ክመላለሱ ዝደልዩ ንዓቶም መንፈስ ቅዱስ ይድግፎም ነቶም ብገዛእ ርእሶም ነቶም ብገዛእ ሓሳባቶም ክመላለሱ ዝደልዩ ግን መንፈስ ቅዱስ ኣይድግፎምን እዩ ምክንያቱ ፍቓድ ኣቦይ ዝገብር ደኣ እምበር ጎይታይ ጎይታይ ዝብለኒ መንግስተ ሰማያት ኣትን እዩ ስለዚ ብእምነት ክበሃል ከሎ እምነት ክበሃል ከሎ ከም ስነሓሳባዊ ኣነ ኣሚነ ኣለኹ በቃ ምባል ማለት ኣይኮነን። እምነት ብግብሪ እያ ትግለጽ። እምነት ብዘይ ግብሪ ምውት እያ ይብለና ቃል እግዚኣብሔር ኣምላኽ። እምነት ብዘይ ብግብሪ ምውት እያ ይብለና። እስኪ እሞ ኣብ ቀዳማይ ዮሓንስ ከዓ ንዓይ ንዓኻትኩም ዝገልጸልና እቲ እምነት ናይ የሱስ ክርስቶስ እቲ ጽድቂ ክርስቶስ ብኣሚነ ጸዲቀ ድሒነ ኢልካ ኣዊጅካ መንግስተ ሰማያት ክትኣቱ ማለት ዘይኮነሲ ብግብሪ ዝግለጽ ምዃኑ መጽሓፍ ቅዱስ ጽቡቅ ገይሩ ንዓይ ንዓኻትኩምን ገሊጹልና ኣሎ ኣብ ቀዳማ ዮሃንስ ምዕራፍ ሰለስተ ፍቅዲ ሸሞንተን ትሽዓተን ከንብበልኩም እየ ከምዚ ከዓ ይብል ዲያብሎስ ካብ መጀመርታ ሓጢኣት ይገብር እዩ እሞ ሓጢኣት ዝገብር ካብ ዲያብሎስ ሕጂ ሪኢኹም ክልተ ገዛኣት ኣለዉ ኣብዛ ዓለም እዚኣ መንግስቲ ሰይጣን ፀልማት ኣሎ መንግስቲ ብርሃን ናይ ክርስቶስ ከ ኣሎ ማለት እዩ ሕጂ ኣብ መንጎ ክልቲኦም ፍልልይ ደሎ የሱስ ፃድቅ እዩ ፅድቂ ገይሩ እዩ ብዛ ምድሪ እዚኣ እቶም ንዑ ዝስዕብዎ ከዓ ፅድቂ ዝገብሩ እዮም ማለት እዩ ዲያብሎስ ከዓ ሓጢኣት ይገብር ኢልዎ ኣሎ ኣበይ ጀሚርዎ ኣብ ሰማይ ኣብ ሰማይ ሓጢኣት ካብ መጀመርታ ሓጢኣት ይገብር ኢልዎ ኣሎ እቶም ንዑ ዝኽተልዎ ከዓ ሓጢኣት ይገብሩ እዮም ሓጢኣት ማለት እንታይ ማለት እዩ ምፍራስ ሕጊ ማለት እዩ ቀዳማ ዮሃንስ ሰለስተ ፍቕዲ ኣርባዕተ ሓጢኣት ማለት ከዓ ምፍራስ ሕጊ ኢልዎ ኣሎ ስለዚ ኣብ መንጎኦም ዘሎ ፍልልይ ክንርኢ ይግባኣና ማለት እዩ ፍቕዲ ሸሞንተ ክንሪኣ ከለና ቀዳማ ዮሃንስ ሰለስተ ሸሞንተ እንታይ ኢልዋ ኣሎ ዲያብሎስ ካብ መጀመርታ ሓጢኣት ይገብር እዩ እሞ ሓጢኣት ዝገብር ካብ ዲያብሎስ እዩ ሓጢኣት ዝገብር ካብ ዲያብሎስ እዩ ክብለና ከሎ ሕጊ ዘፍርስ ማለት እዩ መፍረሲ ሕጊ ሕጊ ኣየድልየናን እዩ ንሕና ብእምነት ኢና ድሒና ጥራሕ በቃ እመን እመን ጥራሕ በቃ ብየሱስ ክርስቶስ እመን ፃድቅ የበል ድሒነ የበል እመን ጥራሕ እዚ ኮነና እዚ ድቲ እምነት ማለት እዩ እዚ ደኣ እሞ ሰይጣን ከማን ይኣምንን ይንቅጥቀጥን ኢልዎ ኣሎ ኣብ ያዕቆብ ዲያብሎስሲ ኣጋንንቲ ይኣምኑን ይንቅጥቀጡን እዮም እምነት ብዘይ ግብሪ እንታይ ምውትያ ምውትያ ሰይጣን ንባዕሉ እግዚኣብሔር ሓያል ምዃኑ እግዚኣብሔር ብርቱዕ ምዃኑ ይኣምን እዩ ይኣምን እዩ እሞ እዚ እምነት እዚ ድዩ ንዓና ከድሕነና ኣይኮነን ኣሚንካ ክትቅበሎ ኣለካ ኣሚንካ ክትሰግደሉ ኣለካ ንሱ ጥራሕ እዩ ኣምላኸይ ንሱ ጥራሕ እዩ ጎይታይ ንሱ ጥራሕ እዩ ገዛእየይ ክትብል ኣለካ ብተግባር ከተሰንዮ ኣለካ ሰይጣን ብተግባር ኣየሰንዮን እዩ ሰይጣን ክርስቶስ ሓያል ምዃኑ ኣፅዋሮም ገፊፉ ብዘደንቕ ነገር ኣስተሓፈሮም ይብለና እዩ ሰይጣን የሱስ ከም ዝሰዓሮ ይፈልጥ ሰይጣን የሱስ ከም ዝሰዓሮ ይፈልጥ እናፈለጠ እዩ ዝፅይቕ ዘሎ ቅድሚ ግዜ ዶ ክተጥፍኣና ደሊኻ ኢሎም እቶም ኣጋንንቲ የሱስ ወዲ ወዲ ኣምላኽ ቅድሚ ግዜ ዶ ክተጥፍኣና ደሊኻ ኢሎም ኣንቀጥቂጦም እዮም ኣብ ቅድሚኡ ኣብ ቅድሚ የሱስ ክርስቶስ ኣንቀጥቂጦም እዮም ሓያል ምዃኑ የሱስ ይኣምኑ እዮም ይፈልጡ እዮም ይርድዮም ግን ተግባር የለን ኣብ ተግባር ኣያሰንዮ ስለዚ ኣብ ምንታይ ይደኣሉ እቲ ፍልልይ እቶም ብየሱስ ክርስቶስ ኣሚንና ኢና ዝብሉን እቶም ሓደ ካብ የሱስ ክርስቶስ ኣሚንና ኢና ዝብሉን ኣብ መንጎ ክልቲኦም እቲ ፍልልያት እንታይ ኣሎ እንተ ኢልና እቶም ግብሪ ዘይብሎም ንሳቶም ኣብ ኣምላኽ እንታይ የብሎምን ግደ የብሎምን ሃይማኖት የሱስ ብግብሪ እዩ ዝግለጽ ከመይ እንተ ኢልኩም ኣብ ቀዳማይ ኣብ ራእይ ዮሃንስ 22 እንሆ ንነፍሲ ወከፍ ከከም ግብሩ ክፈድዮ ዓስበይ ምሳይ የሱስ ክርስቶስ ግብሪ እዩ ዝርኢ ናይ ውሽጢ እምነትና ኣይኮነ ዝርኢ ግብርና እዩ ዝርኢ እታ ውሽጢ እምነትና ዘላ ብግብሪ ከነሰንያ ከለና ብግብሪ ክትግለጽ ከላ ንሱ እዩ ስለዚ የሱስ ክርስቶስ ክመጽእ ከሎ ንነፍሲ ወከፍ ከከም ግብሩ ክፈድዮ ዓስበይ ምሳይ እዩ፣ እንሆ ቀልጢፈ እመጽእ ኣለኹ። የሱስ ክርስቶስ ቀልጢፉ ክመጽእ እዩ። ቀልጢፉ ክመጽእ ከሎ ከኣ ናተይን ናትኩምን እንታይ እዩ ዝርኣ እንተ ኢልና ፍረ እምነትና ፍረ እምነትና ፍረ እምነትና እንታይ እዩ? ግብሪ ብግብሪ ዝተሰነየ ማለት እዩ። ስለዚ ኣብ ፈወዲ ትሽዓተ ከኣ ናተይ ናትኩም ናብኡ ገሊጽዎ ኣሎ ካብ ኣምላኽ እተወልደ ኢልዎ ኣሎ ኣብ ቀዳማይ ዮሃንስ ሰለስተ ትሽዓተ ዘንብብ ዘለኹ ካብ ኣምላኽ እተወልደ ኢልዎ ኣሎ ዘበለ ዘርኡ ኣብኡ ይነብር እዩ እሞ ሓጢኣት ኣይገብርን እዩ፣ ካብ ኣምላኽ ስለ እተወልደ እውን ሓጢኣት ክገብር ኣይኰነሉን እዩ። ሓጢኣት ክገብር እንታይ ኣይኰነሉን፣ ስለምንታይ? ካብ ኣምላኽ ስለ እተወልደ፣ ዘርኡ ኸኣ እንታይ ኣብኡ ይነብር ኢልዎ ኣሎ፣ ዘርኡ ኣብኡ ይነብር። እስኪ ጐይታናን መድሓኒናን የሱስ ክርስቶስ ኣብዛ ምድሪ እዚኣ እናተመላለሰ ከሎ ኣብ ግብሪ ሃዋርያት ዓሰርተ ፍቕዲ ሰላሳን ሸሞንተን እናዞረ ጽቡቕ ገበረ ዝብል ኣሎ እናዞረ ጽቡቕ ገበረ ስለዚ ፍረ እምነትና ጽቡቕ ግብሪ ማለት እዩ ብጽቡቕ ግብሪ ከነሰንዮ ከለና እስኪ ኣብ ቀዳማይ ዮሃንስ ሓሙሽተ ዕስራን ሰለስተን ንሕና ብጣዕሚ ኣዝዩ ጥንቃቐታት ዘድልየና እዩ ካብ ኩሉ ስሕተታት ትምህርቲ ርእስና እናሓሎና ሓደ እኳ ኣየስሕተኩም ኢልና ኣሎ እዚ ናይ መወዳእታ ዘመን ማንም ሰብ ከስሕተና የብሉን ማንም ሰብ ከየስሕተና ከይንዳናገር ንፈርህ እንተደኣ ኮይና ኣብ ክርስቶስ ክንነብር ኣለና ኣነ ኣይኮንኩን ዝነብር ዘለኹ ኢሉ ሃዋርያ ጳውሎስ። ክርስቶስ እዩ ኣባይ ዝነብር ደኣ ኣሎ እምበር ኣነ ኣይኮንኩን ዝነብር ዘለኹ ኢሉ። ሕጂ ኣብ ቀዳማይ ተሰሎንቄ ሓሙሽተ ዕስራን ሰለስተን እንታይ ኢሉ ገሊጽልና ኣሎ መሲልኩም? ኣብቲ የሱስ ክርስቶስ ዝመጸሉ ግዜ ኣብቲ የሱስ ክርስቶስ ዝመጸሉ ግዜ ዘሎ መንፈስኩም ዘሎ ነፍስኹም ብዘይ መንቅብ ክርከብ ይተሓሎ ኢሉ ኣብኡ ፅሒፍልና ኣሎ ስለዚ ከመይ ደኣ ክንነብር ኣሎና ንዝብል ሕቶ ብዘይ መንቅብ ብዘይ መንቅብ ንሕና ክንመላለስ ብዘለና ዓቕሚ ይደልየና እግዚኣብሔር ኣምላኽ ማለት እዩ ከም ብበልኩም እየ ቀዳማይ ተሰሎንቄ ሓሙሽተ ዕስራን ሰለስተን ኣምላኽ ሰላም ባዕሉኻ ንኹልንትናኹም ይቐድሶ። በቲ ምጽኣት የሱስ ክርስቶስ ብዘሎ መንፈስኩም፣ ነፍስኹም፣ ስጋኹምን ብዘይ መንቅብ ክርከብ ይተሓሎ። እቲ ዝጽውዓኩም ዘሎ እመኑ ንሱ ውን ክገብሮ እዩ። ስለዚ ፈጻሚ ኣካል መን እዩ? ክርስቶስ እዩ። ኣብታ መጀመርታ እንታይ ኢልዎ ኣሎ? ንሱ ንኹልንትናኹም ይቐድሶ ኢልዎ ኣሎ። እቲ ዝጸውዓኩም እሙን እዩሞ እዚ እውን ክገብሮ እዩ። እዚ ሕጂ መንፈሳውነትና ኣካላዊ ጥዕናና ኩልንትናና ማለት እዩ እዚ ብዘሎ መንፈስኩም ነፍስኹም ስጋኹም ኢልዎ ደሎ ኩልንትናና ማለት እዩ ናተይን ናትኩምን ኣካላዊ ጥዕናና፣ ኣእምሮና፣ መንፈሳውነትና፣ ኩሉሲ ብዘይ መንቅብሲ ኣብ ቅድሚ እግዚኣብሔር ክርከብ ኣለዎ ማለት እዩ። ነንሓድሕዱ ርክብ ስለ ዘሎ። ስለዚ ብመንፈሳውነትና ጥራሕ ዘይኮነሲ ብኩሉንትናና እግዚኣብሔር ክቕድሰና ይደሊ ኣሎ። ንሕና ርእስና ንኣምላኽ ጥራሕ እንታይ ክንገብር ኣለና? ክንህቦ ይግብኣና ማለት እዩ እሞ እቲ ካብ ኣምላኽ እተወልደ ንመን እዩ ዝመስል ንኣምላኽ እዩ ዝመስል እቲ ካብ ዲያብሎስ እተወለደ ኸዓ ንመን እዩ ዝመስል ግብሪ ዲያብሎስ ከዓ ይገብር ናይ ዲያብሎስ እዩ ዝመስል እስኪ ኣብ ቀዳማ ዮሃንስ ምዕራፍ ሓሙሽተ ፍቕዲ ሓደ ብዙሓት ሰባት ነዛ ትእዛዛት ናይ እግዚኣብሔር ኣይፈትዋን እዮም ንሕና ብእምነት ኢና ድሒና እምበር ሕጊ ኣየድልየናን እዩ ዝብል ዘሎ ስለዚ ፍቕርን ምስ ኣምላኽ ኣብኡ ምንባር ማለት ብፍቕሪ ክርስቶስ ምምልላስ ኣብ ፍቕሩ ምጽናዕ ኣብ ፍቕረይ ክትጸንዑ ኢኹም ከም ዝበሎ እንተ ብትእዛዛቱ ክንመላለስ ጀሚርና ከምቲ ኣብ ቀዳሚ ዮሃንስ 15 ፍቕሪ 1 ዘንበብናዮ ከምቲ ኣነ ትእዛዛት ኣቦይ ዝሓለኹ ንስኻትኩም ከዓ ትእዛዛተይ እንተሓለኹም ኣብ ፍቕረይ ክትጸንዑ ኢኹም ኣብ ፍቕሪ ክርስቶስ ክንጸንዕ እንተ ኮይንና ኣብ ፍቕሪ ክርስቶስ ክንጸንዕ እንተ ደኣ ኮይንና ትእዛዛቱ ክንሕሉ ይግብኣና። ትእዛዛቱ እውን ከቢድ ኣይኮነን። ኣብ ቀዳማይ ዮሓንስ ሓሙሽተ ፍቕዲ ሓደ ንየሱስ ንሱ ክርስቶስ ምኻኑ ዝኣምን ዘበለ ኩሉ ካብ ኣምላኽ እተወልደ እዩ። የሱስ ክርስቶስ ዝኣምን ዘበለ ኩሉ ካብ ኣምላኽ እተወልደ እዩ። ንወላዲ ዘፍቅሮ ኩሉ ከኣ ነቲ ካብኡ እተወልደ የፍቅሮ። ንኣምላኽ ምስ እነፍቅሮ ትእዛዛቱውን ምስ እንሕሉ ነቶም ውሉድ ኣምላኽ ከም እነፍቅሮም በዚ ኢና እንፈልጥ ማለት እዩ። ስለዚ ማንም ሰብ መጀመርያ እታ ፍቕሪ ኣብ ምንታይ ምልክት ዝተሰረተት እያ እንተ ኢልና ንኣምላኽ ዘፍቅሮ ትእዛዛቱ ዝሕሉ እሱ እዩ ነቶም ውሉድ ኣምላኽ ከም ዘፍቅሮም እንፈልጥ ማለት እዩ ስለዚ ሓደ ሰብ ትእዛዛት ኣምላኽ ዘይሕሉ ንየሱስ የፍቅሮ እንተበለ እዚ ሓሶት እዩ ምክንያቱ ኣብ ወንጌል ዮሃንስ 14 15 እንታይ ዝበሎ እተፍቅሩ እንተ ኾንኩምሲ ትእዛዛተይ ሓልዉ። እተፍቅሩ እንተ ኾንኩም ትእዛዛተይ ሓልዉ። ስለዚ ካብዚ ኸኣ እንታይ ንበሎም? ንኣምላኽ ምስ እነፍቅሮ፣ ትእዛዛቱን ምስ እንሕሉ፣ ነቶም ውሉድ ኣምላኽ ከም እነፍቅሮም በዚ ኢና እንፈልጥ። በዚ ኢና እንፈልጥ ማለት እዩ። ኣብ ንሓድሕድና ፍቕሪ ክህልወና፣ ንወለድና ንስድራና ከነፍቅሮም፣ ነሕዋትና ክነፍቅሮም ምልክቱ እንታይ እዩ እንተ ኢልና እዚ ምስ ኣምላኽ ዘሎና ርክብ እዩ ዝንጸባረቕ ዘሎ ማለት እዩ ትእዛዛቱ ምስ ንሕሉ እዩ እዚ ነገር እዚ ክንጸባረቕ ዝኽእል ድሓር ፍቕሪ ኢልዎ ኣሎ ፍቕዲ ሰለስተ ፍቕሪ ንኣምላኽ ከዓ ትእዛዛቱ ክንሕሉ እዩ እሞ ትእዛዛቱ እውን ኣይከብድን እዩ ትእዛዛቱ ውን ኣይከቢድን እዩ ዝበሎ። ስለዚ ፍቕሪ ማለት ትእዛዛቱ ምሕላው እዩ። ፍቕሪ እንታይ ማለት እዩ? ፍቕሪ ንኣምላኽ እንታይ ማለት እዩ ኢልካ ሓደ ሰብሲ ፍቕሪ ንኣምላኽ ማለት ደኣ ትእዛዛቱ ምሕላው ማለት እዩ ክትብሎ። ስለዚ ከቢድ ድዩ? ኣይኮነን፣ ቀሊል እዩ። ምክንያቱ ትእዛዛቱ ውን ኣይከቢድን እዩ ዝበሎ። ካብ ኣምላኽ እተወልደ ዘበለ ኩሉ ንዓለም ይስዕራ እታ ንዓለም ንስዕረላ ስዕረት ከኣ ንሳ እምነትና እያ እምነት ፍቅሪ ምእዛዝ እዚኤን ብሓደ ብዚኣ ገሊጽወን ኣሎ ኣይፈላለያነ እምነት ተደኣ ሃሊኒ ክእዘዝ ኣለኒ ፍቅሪ እንተደኣ ሃሊኒ ክእዘዝ ኣለኒ እዚ እዩ ንዓይ ንዓኻትኩምን ውሉድ ኣምላኽ ምዃንና ዝገልጸልና ዘብርሃልና ደኣ እምበር ስኢልካ ኣነ ውሉድ ኣምላኽ እየ ኣነ ብየሱስ ክርስቶስ ኣሚነ እየ እንዳበልካ ምኻድ ግን እዚ ናብ ሽፍትነትን ናብ ዘይተደለየ ነገር እዩ ዝመርሓካ ማለት እዩሞ እምነተይን እምነትኩምን ኣብ ክርስቶስ ዘለና እምነት ብተግባር ኢና እነሰንዮ እዚ ኸ ካባና ዘይኮነሲ ካብ ክርስቶስ እዩ ሓይሊ መንፈስ ቅዱስ ኣባይን ኣባኻትኩምን ምስ ዓሰለ ንውሽጥና ምስ ደረኾ፣ ንኣእምሮና ምስ ተቖጻጸሮ፣ እቲ ተግባር ከኣ እናተመሓየሸ ንትእዛዛት ኣምላኽ ንኽንሕሉ እዩ ዝድርኸና። ስለዚ መንፈስ ቅዱስ ሕጊ ክንሕሉ ደኣ ይድርኸና እምበር ሕጊ ክነፍርስ ኣይድርኸናን እዩ። ጸጋ እግዚኣብሔር ኣምላኽ ትእዛዛቱ ክንሕሉ ደኣ እምበር ትእዛዛቱ ከነፍርስ ላይሰንስ ኣይህበናን እዩ ማለት እዩ። እሞ ክቡራት ኣሕዋት ኣብዚ እዋን እዚ ከመይ ዓይነት ህይወት ኢና ክንነብር እግዚኣብሄር ዝፅውዓና ዘሎ? ውልድ ኣምላኽ ውልድ ኣምላኽ እናበለ ብተደጋጋሚ ኣብ ቀዳማይ ዮሃንስ፣ ካልኣይ ዮሃንስ፣ ሳልሳይ ዮሃንስ ተገሊጹ ኣሎ። ኣነ ንስኹምን ከመይ ክንነብር ይግባኣና? ፍቕዲ ዓሰርተ ሓሙሽተ ዓሰርተ ሸሞንተ ቀዳማይ ዮሃንስ ሓሙሽተ ዓሰርተ ሸሞንተ ከንብበልኩም እየ እቲ ካብ ኣምላኽ እተወልደ ዘበለ ርእሱ ይሕሉ እቲ እኩይ እውን ኣይተንክዮን እዩ እምበር እቲ ካብ ኣምላኽ እተወልደስ ሓጢኣት ከም ዘይገብር ንፈልጥ ኢና ካብ ኣምላኽ ምዃንና ብዘላ ዓለም እውን በቲ እኩይ ተታሒዛ ምህላዋ ንፈልጥ ኢና ሕጂ ኣስተውዕሉ፣ ካብ ኣምላኽ ተወልደ ዘበለ ርእሱ ይሕሉ ደኣ እምበር፣ እቲ እኩይ ኣይትንክዮን እዩ፣ እቲ እኩይ ኣይትንክዮን እዩ፣ ሰይጣን፣ ሰይጣን ኣይትንክፎን እዩ፣ ተኸሊሉ እዩ፣ ብመላእኽቲ ተኸሊሉ፣ ብመንፈስ ቅዱስ ተኸሊሉ፣ ኣይትንክዮን እዩ፣ እቲ እኩይ ኣይትንክዮን እዩ፣ ስለምንታይ እንድሕር ኢልና ካብ ኣምላኽ ተወልደ ሓጢኣት ከም ዘይገብር ስለ ንፈልጥ ካብ ኣምላኽ ተወልደ ሓጢኣት ክገብር ኣይኮነን እዩ ብተደጋጋሚ ኣብ መጽሓፍ ቅዱስ ኣብ ሓደ ጥቕስ ዘይኮነስ እቲ ካብ ኣምላኽ ተወልደ ሓጢኣት ኣይገብርን እዩ ሓጢኣት ኣይገብርን እዩ ብተደጋጋሚ ተጻሒፉ ኣሎ እዚ ንዓይ ንዓኻትኩምን ዓቢ ዝኾነ መጠንቀቕታ ኣብዚ መወዳእታ ዘመን እዚ ማለት እዩ እሞ እግዚኣብሔር ይደግፈና ንኹላትና ኣብኡ ክንውከል ኣብኡ ክንጽጋዕ ኣብኡ ተወኪልና ኢና ንሓጢኣት ክንስዕሮ ንኽእል። ኣብ ክርስቶስ ኮይንና ኢና ንሓጢኣት ንስዕሮ። ብኡ ምስ ንነብር ኢና ንሓጢኣት ክንስዕሮ እንኽእል ማለት እዩ። ሃዋርያ ጳውሎስ ክርስቶስ እዩ ኣባይ ዝነብር ዘሎ ክብል ከሎ ክብል ከሎ እንታይ ማለት እዩ እንተ ኢልና ክርስቶስ ኣብኡ ምስ ነበረ ኢና ሓጢኣት እንታ ክገብሮ ጀሚሩ ማለት እዩ ክስዕሮ ጀሚሩ ኣብ ግብሪ ሃዋርያት ክልተ ዒስራ ኣነ ኮንኩን ዝነብር ዘለኹ ክርስቶስ እዩ ኣባይ ዝነብር ዘሎ እዩ ማለት እዩ ድሓር ኣብኡ እምነትን ግብርን ንክልትኤን ኣተሓሒዝወን ኣሎ ኣሕዋት ኣብዚ መወዳእታ ዘመን እዚ እምነትን ግብርን ክልቲኡ ተጣሚሩ እዩ ዝኸይድ ማለት ኣይፈላለን እዩ ክልቲኡ ፈላሊና ክንሪኦ ይንኽእል ኢና ግብረ ሃዋርያት ክልተ ዒስራ ፅቡቅ ገይሩ ገሊፅልና ኣሎ ብሓቂ ደስ ተብል ጥቕሲ እያ ነዚ ግዜና ዝኸውን ብዙሓት ሰባት ሕጊ ኣየድልየናን እዩ እምነት ኢና ድሒና ንዝብሉ ሰባት ዓባይ ዝኾነት መልእኽቲ እያ እስኪ ንርኣያ ግብረ ሃዋርያት ክልተ ዓሰርተ ሽዱሽተ ሰብ ብእምነት ብኢየሱስ ክርስቶስ እምበር ብግብሪ ከም ዘይጸድቕ ካብ ፈለጥና ግና ኩሉ ስጋ ብግብሪ ሕጊ ዘይጸድቕ ስለ ዝኾነ ንሕና ኸኣ ብግብሪ ሕጊ ዘይኮነስ ብእምነት ብክርስቶስ ምእንቲ ክንጸድቕ ብክርስቶስ የሱስ ኣመና ትኽክል ምጽዳቕና ብክርስቶስ ብደም የሱስ ክርስቶስ ብእምነት ኢና ድሒንና ብእምነት ኢና ድሕና ሕጂ ይገልጾ ማለት እዩ እዚ ሕጂ ንሰባት ዘደናግሮም ዘሎ ማለት ብእምነት ድሒና እወ ብእምነት ስለ ዝደሓና ሕጊ ዶ ነፍርስ ብእምነት ስለ ዝደሓና ሓጢኣት ዶ ንግበር እቲ ዋና ነገር ኣብዚ ሕጂ ንሕና ብግብሪ ሕጊ ዘይኮነሲ ብእምነት ብየሱስ ክርስቶስ ኢና ድሒንና። ቃል እግዚኣብሔር ከምኡ እዩ ዝብለና። እዚ እዩ እቲ ብሽራት ዘብሎ ብሽራት ብሽራት ዘብሎ ንወንጌል ብሽራት ዘብሎ እንታይ ኣነ ንስኹምን ብእምነት ብጸጋ ብጎይታና የሱስ ክርስቶስ ድሕነት ስለ ዝረኸብና ማለት ድሓር ግናኸ ትብል ቃል ኣላ ሕጂ ጉጉይ ኣረዳድኣ ከዓ ከይህልወና ይገልጻሉ ግናኸ ንሕና ፍቕዲ ዓሰርተ ሸውዓተ፣ ግናኸ ንሕና ብክርስቶስ ክንጸድቕ እናደለና ንርእስና ሓጥኣን ኮይንና ካብ ተረኸብና፣ እምበኣርሲ ክርስቶስዶ ኣገልጋሊ ሓጢኣት እዩ? ያእ ኣይፋሉን ኢሎም። ስለዚ ብእምነት ክንጸድቕ እናደለናሲ ሓጢኣት እንተደኣ ጌርናስ ክርስቶስዶ ኣገልጋሊ ሓጢኣት እዩ ይብላሎ ማለት እዩ? ያእ ኣይፋሉን። ኣባይን ኣባኻትኩምን ሓጢኣት ክነግስ የብሉን። ክርስቶስ ክነግስ ኣለዎ፣ ጽድቂ ክነግስ ኣለዎ ደኣ እምበር ኣባይን ኣባኻትኩምን ሓጢኣት ክነግስ የብሉን። ሓጢኣት እንተደኣ ነጊሱ ወገን ናይ ሴጣን ኮይንና ኣለና ማለት እዩ። ደሓር ይገልጾ መርሺ ይገልጾ ፍቕዲ ዓሰርተ ሸሞንተ ራይዋ ነቲ ዘፍረስክዎ ከም ብሓድሽ እንተነደቕክዎ ኣበሳና ኣበሰኛ ምዃነይ እርኢ ኣለኹ። ስለዚ ነቲ ዘፍረስክዎ ከም ብሓድሽ እንተነደቕክዎ ክትኣምን ከለኻ ብክርስቶስ ክትኣምን ከለኻሲ ነቲ ግብርታት ናይ ሴጣን ትገብሮ ዝነበርካ ኣፍሪስካዮ ኢኻ። እንደገና ብክርስቶስ ኣሚንካ ከምቲ ዓለማዊ ዝነበርካዮ ሕጊ ተፍርስ እንተደኣ ኮንካ መሽካ ከ እንታይ ትገብሮ ኣለኻ ኣበሰኛ ምዃንካ ነብስኻ በዓልኻ ትፈርድ ኣለኻ ማለት እዩ እሞ ክቡራት ኣሕዋት ብሓቂ መፅሓፍ ቅዱስ ብንፁር እዩ ንዓይ ንዓኻትኩም ዝሕብረና ኣብ ክርስቶስ ክንነብር ይግባኣና ንሓጢኣት ክንስዕሮ ተኮይና ኣብ ክርስቶስ ክንነብር ኣለና ንትእዛዛት ኣምላኽ ክንሕሉ እንተኮይና ኣብ ክርስቶስ ክንነብር ኣለና ፍቕሪ ኣምላኽ ኣባና ክትጋሃድ እንተድኣ ኮይና፣ ኣብ ንሓድሕድና ክንፋኣር እንተድኣ ኮይና፣ ፍቕሪ ክርስቶስ ኣባይን ኣባኻትኩምን ክትጋሃድ ኣላ እሞ፣ ክብሪ ንስሙ ይኹን፣ እግዚኣብሄር ይመስገን፣ ብእምነት ብጸጋ ብምሕረቱ ኢና ድሒንና። ስለዚ እግዚኣብሄር ከኣ ነዚ ሓጢኣት ከይነግስ እዩ ኣባይን ኣባኻትኩምን እዚ ቃልዚ ዘንብር ዘሎ እሞ ኣቱም ደቄ ሓጢኣት ምእንቲ ከይትገብሩ እዚ ጽሕፈልኩም ኣለኹ ኢልና ሓጢኣት ከይትገብሩ መጽሓፍ ቅዱስ ካብ ዘፍጥረት ክሳብ ራ ዮሃንስ ሓጢኣት ከይትገብሩ ሕጊ ከይተፍርሱ እዩ ዝብል እቲ ሕጊ እሞ እዚ ግን ሕጊ ንሕሉ ክንድሕን ኢልና ኣይኮና ስለ ዝደሓና ስለ ዝጸደቕና ብየሱስ ክርስቶስ ስለ ዝጸደቕና ኢና ብጸጋ ኣምላኽ ተደሪኽና ሕጊ ንሕሉ ዘለና። ሕጊ ከድሕነኒ ይኽእል እዩ፣ ሕጊ ከጽድቐኒ ይኽእል እዩ ኢልና ንሓስብ እንተ ደኣ ኮይና ግን እዚ ጌጋ እዩ፣ ኣይከውንን'ዩ፣ ክፍጸም እውን ኣይከኣልን እዩ ኣብ ህይወትካ። መጀመርያ ክርስቶስ ክመጽእ ኣለዎ። መጀመርታ እምነት ክመጽእ ኣለዎ። ብእምነት ተደሪኽና ኢና ንትእዛዛት ኣምላኽ ክንሕልዎ እንኽእል እሞ ስለ ዝነበረና ግዜን ሰዓትን ክብሪ ኩሉ ንእግዚኣብሔር ኣምላኽና ይኹን። ጸሎት ጌርና ንዓጹ ኢና ኣቦ ዘለኣለም ኩሉ ዝከኣለካ ልዑል እግዚኣብሔር ኣቦ ነመስግነካ ንባርኸካ ጎይታይ ስለቲ ዘይውዳእ ውህበትካ በብግዚኡን በብሰዓቱን ንቓልካ ትገልጸልና ተብርሃልና ስለ ዘለኻ ነመስግነካ ኣለና ጎይታየ እዚ ቅዱስ ቃል እዚ ንሰምዑ በረኸትካ ስደደሎም ንህዝብና ናይ ሓቂ ወንጌልካ ከተብርሃሎም እግዚኣብሄር ንልምነካ ኣለና ብሰይጣን ዝተተሓዙ ክትፈትሖም ኣብ ጸበባ ሽግር ዘሎ እግዚኣብሔር መዋጽቲ ክትፈጥረሎም ንልምነካ ኣለና ስለ ዝነበረና ሰዓት ግዜን ክብሪ ኩሉ ንዓኻ ይኹን ብስም እተፍቅሮ ወድኻ ኢየሱስ ክርስቶስ ኣሜን